ልኡለ ባህሪ እግዚኣብሔር ኣምላኽና ሽሙ ካብ ጫፍ ዓለም እስካብ ጫፍ ዓለም ዝኸበረ ዝተመስገነ ይኹን። ክርስቶስ መድሕንና ብምውላዳ ንድሕነትና ምኽንያት ዝኾነትና ምክንያተ ድኂን ወላዲተ ኣምላኽ እመ ኣምላኽ ቅድስተ ቅዱሳን ድንግል ማርያም በረከታ ረድኤታ ኣማላጅነታ ጣዕመ ፍቕራ ካብ ኩላትና ኣይፈለ። እምበኣር ክቡራትን ክቡራንን ህዝበ ክርስቲያን እዚ ትከታተልዎ ዘለኹም ሰዋስው ሚድያ እዩ። ሰዋስው ሚድያ ድማ ወቕታዊ ነባራዊ ጉዳይ ቤተ ክርስቲያን ናባኹም ዘብል መንፈሳዊ ብሕታዊ ሚድያ እዩ። እምበኣር ንሎሚ ዝበልናዮ ወቕታዊ ጉዳይ ሒዝና መጺእና ኣለና። ጀሚርና እስካብ ንውድእ ምሳና ክትጸንሑ ሰሚዕኩም ድማ ናብ ደይሰምዕ ክተመሓላልፉ ናይ ኩሉ ግዜ መንፈሳዊ መልእኽትና እዩ። እምበኣር ወርሒ ጥቅምቲ ኢና ዘለና። ወርሒ ጥቅምቲ ድማ ውሉደ ቤተ ክርስቲያን ካብ ንእሽቶን እስካብ ዓብዪ ካብ ኣቦታት ስካብ ኣዴታት ሓፈሻውስ ብታ ቅድስት ርትኢትን ኦርቶዶክስ ተዋህዶ እምነት ዝመላለስ ሰብ ዝጽበዮ ዓብዪ ጉባኤ እዩ ወርሒ ጥቅምቲ ማለት ነዚ ድማ ቤተ ክርስቲያን ብዛዕባ ደቃ ትዝትየሉ ዝሓለፈ ዓመት ንደቃ ተበጻሕነታ እንታይ ይመስል ናይ ስብከተ ወንጌል ይኹን ናይ መንፈሳዊ እንቅስቃሴ መንፈሳዊ ህይወት ከመይ ይዓቢ ኣሎ ከመይ ይዓዝዝ ኣሎ ድኽመትን ብርትዐን ዝግምገመሉ ንድመጽእ ዓመት ኣብሊጽካ ዝስረሐሉ ዓብዪ ጉባኤ እዩ እምበኣር ኣቐዲምና ንብሎ ነዚ ጉባኤ እዚ ዓሚ ዘቲኹም ሎሚ ድማ ንዚ ክትዝትዩ ካብ ዝተፈላለየ ቦታ ዝተኣከብኩም ብፁዓን ኣበው ሊቃነ ጳጳሳትን ኩላትኩም በብስራሕ መዓርግኩም እኳዕ እግዚኣብሔር ኣምላኽ ኣብ ዝባን ዕድመኹም ዕድመ ኣብ ዝባን ጥዕናኹም ጥዕና ሓልዩ ናብዚ ዕለት እዚ ናብዚ ጉባኤ እዚ እንኳዕ ኣብፅሐኩም ንድመፅእ ዘሎ ዓመት እውን ብሰላም ፀኒሕኩም ኣብሊፅኩም ክትዝትዩ እናተመነና ብዝበለጸ ድማ ካብ ዝሓለፈ ድኽመትኩም ኣሚንኩም ይቕረታ ሓቲትኩም ንድበለጸ ክንሰርሕ ኢና ክትብሉና ከለኹም ዝተሓጎስናዮ ሓጎስ ዝተሰምዐና ደስታ ወሰን የብሉን። እንተምንታይኸ ይቕረታ ዝብል እምነቱ ፈልዩ እቲ ገግኡ ኣሚኑ እቲ ለባምን እትን ኣስተውዓልን እዩ ስለዚ ካብ ልብኹም ሓቂንኩም ተዛቲኹምሉ ተኣማሚንኩምሉ እንድሕል ኮይኑ እታ ፅሕፍቲ ኣብ ኣደላ ኣሚንካትኩምላ ባዕላትኩም ዝፅሓፍኩማ እንተኮይንኹም ብጣዕሚ ብጣዕሚ ደስ ዝብል እዩ ካብቲ ይቕረታ ዝበለፀ ድማ ክንሰርሕ ኢና ኢልኩም ቃል ብምእታውኩም ያው ቃል ኣቦታት ከም ዘይዕፀፍ ኢና ንኣምን እምበኣር ናብቲ ሓደ ሓደ ነጥብታት ክንኸይድ ኢና እዚ ክንብል ከለና ግን ብዛዕባም ኣብ ሊቃነ ጳጳሳት ናይ ኩላቶም ብራኬ ይብጽሓና ብምባል እናቐደምና ከምኡ እውን ናይ ኩላትኩም ህዝበ ክርስትያን ጸሎት ከይተፈለየና እዚ እንዝትዮ ዘለና ዘተ ኣርእስቲ ርኢኹም ወይ ፎቶ ርኢኹም ቁልጭ ብልጭ ዝብለኩም ነገር ክህሊ የብሉን እንተምንታይ ከ እቲ ኢልካ ሰሚዕኻ እንታይ እዩ ዝበሃል ዘሎ ኢልካ እንተተረዳዲእካ ኢኻ ናብ ሓደ ክትመፅእ ስለዘይንረዳዳእ ኢና ናብዚ ደረጃ ዘጥሒልና ዘለና ከም ካሮት ንታሕቲ ንበቅል ዘለና ሓንቲ ቋንቋ እናተዛረብና ዘይንረዳድእሉ ምኽንያት ከምዚ ስለ ዝኾነ እዩ ስለዚ ልክዕ እንታይ እዩ ድመስል ከምቲ ኣብ ኦሪት ዘፍጥረት ምዕራፍ ዓሰርተ ሓደ ደሎ ይመስል ደለናዮ ህይወት ማለት እዩ ስለዚ ከምኡ ከይኸውን እንታይ እዩ ዝበሃል ዘሎ እንታይ እዩ ዝብል ዘሎ ሰዋስብ ሚድያ ሰዋስብ ሚድያ ውሉድ ቤተ ክርስቲያን እዩ ውላድኩም እዩ መንበረ ሰላማ ክምስረት ዓብዪ እጃም ዝገበርና ሰባት ኢና ከም ተቃወምቲ ከም ተፃረርቲ ንረኣ ሰባት ኣይኮናን እንታይ ደኣ ውሉድ ኢና ውሉድ ስለ ዝኾንና ኢና ድማ ከስተኻኽል ንደሊ ዘለና እምበሪ ውድቀቱ ንደልየሉ ተድኸውንማ ቀደም ቀደም ኢና ንፈልጡ ከውሽጡ ውሽጡ ውሽጡ ከመይ ከም ደሎ ኣጸቢቕና ንፈልጥ ኢና ስለዚ ከዚ እውን እቲ ንፈልጦ ኩሉ ዘይኮንና ኣብዚ ነጋውሖ ከም ውሉድ መሰረት ክስተኻኸለልና ስለ ንደሊ ሓደ ሓደ ነጥብታት ነልዕል እንተ ምንታይከ ንሕና ሕርር ንብል ካልኦት ድማ ይስሕቁ የባጭውልና ስለ ደለዉ ንምንታይ እዮም ደባጭውልና እንታይ ክርእዩ ከለዉ እዮም ደባጭው ደለዉ እስኪ ንስን እንተተኣረማስ እንታይ ይመስላ ንድብላ እየን እንተ ምንታይከ እቲ ብሰበካ መንፈሳዊ ጉባኤ ዝግበር ጉባኤ ተዘትዩ ተወዲኡ ብመግለፂ ተዓፅዩ ካብ ብኸዚ ንደሓር ድማ ናይ ብፁዓን ኣበው ሊቃነ ጳጳሳት እዩ ዝተርፈና፣ ንሱ እውን ክንሞጾ ኢና። ኹሉ ኣብዚ ሰሙን እዚ ምስ ዝምልከቶም ኣቦታት ምስ ዝምልከቶም ናይ ስራሕ ዘርፊ እናመጻና ክንትንትኖ ኢና። እንተምንታይኸ እቲ ንቤተ ክርስቲያን ወኒ ኣድላይ ጉዳይ ስለ ዝኾነ እምበኣር ብሰለስተ ነገራት እስክንረዮ ሰለስተ ነገራት እታ ሓንቲ መንፈሳዊ ትሕዝቶኡ ዝሓሰሰ መንፈሳዊ ጉባኤ ክልተ ሽሕን ዓሰርተ ሸሞንተን ትብል ኣላ። እታ ካልኣይቲ ድማ ጉባኤ ዘይፈልጦ ብጉባኤ ዝተመረቐ መጽሓፍ ትብል ኣላ። እታ ሳልሰይቲ ድማ በስመ ኣብ ዝረስዐ መግለጺ ኢላ ትቕጽል ማለት እዩ። እስኪ እዚኤን ንርአየን። እስኪ መንፈሳዊ ትሕዝትኡ ዝሓሰሰ ማለት ሓደ ሓደ ሰብ ዝርኢ ከብል ከሎ ከምቲ ኣንተ ወርወርክዎ ፀጉሩ ናብ ቀርኒ ዝቅየር ፀጉሪ ክብል ከለኹ እምበሪ ናይ ባዕለይ እውን ዳርጋ ናብ ቀርኒ ቀይር ኣሎ ስራሕ ብዝሕ ኮይና ስራሕ በዚሕና ኣቦታትና ምክንያቱ ቀውዒ እንዲ ጥቅምቲ እንዲ ስለዚ ኣብዚ ግዜና ካብ ስራሕ መፂና ብዘይድቃስ ኣብዚ ንብሎ ዘለና ናይ ምንቃፍ ወይ ድማ ናይ ምንንሻው ድሌት ሃልዩና ኣይኮነን እንታይ ደኣ ዝደኸምናሉ ስለ ዝኾነ ዝጸዓርናሉ ስለ ዝኾነ ኣብ ከምዚ ከንቆልቁል ከሎ ድማ ሱቕ ክንብል ስለ ዘይንኽእል እቲ ዝኸፈትናዮ ሚድያ እውን ንህዝቢ ስለ ዝኾነ ህዝቢ እውን ይሓትት ስለ ዘሎ ማሕበራዊ ሚድያ እውን ንከታተሎ ስለ ዘለና ብውሽጢ እውን ዝመፁና ዘለዉ ሓደ ሓደ ነገራት እንታይ ዳ ሰዋስም ድያ ዳ ሱቕ ኢልኩም ደኺምኩም ዲኹም ኢድኩም ሂብኩም ዲኹም ድብሉና ብዙሓት እውን ኣለዉ እዮም እና ነዚ ከመይ ይመስል እዩ መጀመርያ እቲ መንፈሳዊ ትሕዝትኡ ዝሓሰሶ ነገር እንታይ እዩ እንብል ከለና ዓመ ተዛሪብና ኣይሰማዕኹም ደጊምኩም ዋለሚ ንምንታይ ኣብቲ ዓበይቲ ዓበይቲ ነጥቢ ኢና ዘለና ኣብ ውሽጡ ብዙሕ ነገር ኣይንኣቱ እንተምንታይ ከ ዋዜማ እዩ እዚ ኢለኩም ዋኑ ብፁዓን ኣበው ሊቃነ ጳጳሳት ምስ ወዶ እንደገና ኩሉ ምስ ዝምልከቶም ስንመፆ ኢና ኣብዚ ዓብዪ ጉባኤ እዚ ናይ ፖለቲካ ኣካላት ኣብኡ ነይሮም ተዓዘብቲ እንታይ እዮም ኢለ ክዕዘቡ ሕራይ እስኪ ይተዓዘቡ ኣያታትና እዮም ይተዓዘቡ ንብል ግን ክዕዘቡ እንተኸ ተላኢኾም ክዕዘቡ እንተኸይዶም እቲ ዝተዓዘብዎ ንመን እዮም ሪፖርት ዝገብርዎ መን ይልኢኽዎም ዘሎ ማለት ናይ ብሓቂ ወይስ ካብ ኩሎም ፓርቲ ድዮም ወፂኦም ወይስ ካብ ሓደ ፓርቲ እዮም ወፂኦም ደሎ እዚኣ ብምዝራብና መዓት ትወርዱ እንዲኹም ግን ወላ ልዕሊ ቤተክርስትያን ኣይከውን እዩ ሓቂ ሓቁ እንተተዛረብና እምበሪ ብዓብዪ ካባ እንተተሻፋፈንና ውሽጢ ናይ እግዚኣብሔር ይፈልጦ ስለዝኾነ ማለት እዩ ንሕሊናና ኢና ንዛረብ ዘለና ስለዚ እቶም ኣያታትና ብፖለቲካ ካልኦም ደኣ ክሰርሑ እምበሪ ኣብ ናይ ቤተ ክርስትያን ጉባኤ መፂኦም ኮፍ ኢሎም ንጳጳሳት ፖለቲካ መራሒ ዝዕዘበሉ እንታይ እያ ውሽጣ እስኪ እዚኣ እስኪ እዚኣ ኣብራህሩልና ኣቦታትና እንታይ እያ እዚኣ ማለት ምናልባት እንዴ ሓድሽ ስታይል ድኸውን ወይ ሓድሽ ኣካያይዳ እዚ እንታይ እዩ ክንምለሶ ስለ ዝኾንና እዚኣ ሓደ ስለዚ ናይቲ ክብደት መንፈሳዊ ክብደት ርዝነቱ ዣጥ ኢሉ ይወርድ ኣሎ ብመንፈስ ቅዱስ ዝተመረፁ ዝተሸሙ ኣቦታት እናበልና ሓደ ናይ ፖለቲካ መራሒ ሓሳባት ርእይቶታት እናሃበ ድሕሩ ኣብ መወዳእታ እዚ እዚ እዩ እዚ እዚ እዩ ኢሉ ርእይቶ ንክህብ ኣብ ቅድሚ ጉባኤ ዝተዛረብዎ እውን ኣብዚ እንተተዛረብናዮ ትርጉም የብሉን ግን እቲ ዝተዛረብዎ እውን መንፈሳዊ ህይወት መልእኽቲ ድዮም ከመሓላልፍ ወይ እንታይ እዩ እዚ መልእኽቲ እውን ኣመሓላልፎም እዮም ተዛሪባቶም እዮም ተሳቲፎም እዮም እንታይ እዩ ከመይ እዩ ንብል ኣብዚ ስለዚ ክስተኻኸል ኣለዎ እዚ ኣብኡ ካብቲ መንፈሳዊ ትሕዝትኡ ዝሓሰሰ ዝበልናዮ ሓደ እቲ ዘተ ዝነበረ ናይ ኣበው ብፁዓን ሊቃነ ጳጳሳት ዘለውዎ ጉባኤ ሊቃውንቲ ዘለዎ ምሁራን እኮ እዮም ዘለዉ ኣብኡ እኮ ብጣዕሚ ምሁራን እኮ እባቶም ብትምህርትኩም ብሞያኹም እኮ ንኾርዐልካትኩም እኮ ኢና ኩላትኩም ካብ ታሕቲ ደረጃ እስካብ ላዕሊ ዘለኹም ብብመዓርግኹም ማለት ኣብቲ ናይ ሰበካ ተሳተፍኩም ኩላትኩም ግን ኣብቲ ዋዕላ ዝነበረ ጫውጫው ግን በቃ እንዳስዋ እዩ ዝመስል ተባሂሉ ፅዒካ ተደማፅን መደማመፅን ዘይብሉ ዓይነት ካብ ሓሊፉ ናይ መንበረ ሰላማ ዝቀረበ ሪፖርት ነይሩ ናይ መንበረ ሰላማ ዝቐረበ ሪፖርት ገሊኦም ብፁዓን ኣበው ሊቃነ ጳጳሳት ኣይኣመኑሉን ኣይተቐበልዎን እዚ ሓሶት እዩ ኢሎሞ እዮም ንምንታይ እንታይ ስለ ዝቐረበ እዩ ክንምለሶ ስለ ዝኾንና ከም ሃይላ እዩ ትረእይዎ እዚ ኣይተቐበልዎን ስለዚ ኣብኡ ዘለኹም ብፁዓን ኣበው ሊቃነ ጳጳሳት ካብ ነፀግኹም ሞ ንመን ክተእምኑ ርኢኹም ደኣ ኣቕሪብኩሞ ዘለኹም ኣብቲ መግለፂ ከዓ ኣይተካተተን ክንምለሶ ኢና ናብቲ መግለፂ እምበር ንመን ንመን እዩ ደኣ ቀሪቡ ምድያ ከየመሓላልፋ እውን ምድያ የለዋን ገርም ኮ ይፅንሐልና ናይ ምድያ ጉዳይ ገርም እንድዩ ስለዚ ኣብዚ ዓይነት ሓደ ናይ መንፈሳዊ ሕሰቱ ብሳልሳይ ደረጃ ናይ መንበረ ሰላማ ናይ ቅዱስ ሲኖዶስ ትግራይ ዓሚ ብወግዓዊ ዝተቐመጡ ኣቦ ኣለዎ ብፁዕ ኣቡነ መርሃ ክርስቶስ እዮም ግን ንሶም ኣይኮኑ እናመርሕዎ ውዒሎም እቲ ጉባኤ ንምንታይ እንታይ ኮይኑ ኣብኡ ነይሮም እዮም ዘይተሳተፉ ዘይነበሩ ኣቦታት ነይሮም ምናልባት ብጥዕና ምክንያት ክኸውን ብድኻም ምክንያት ክኸውን ይፅናሕ ፀገም የብሉ ግን ብፁዕነቶም ኣብኡ እናሃለዉ ካልእ እዩ እናመርሖ ዝነበረ ንምንታይ መርሖ ኣይኮንኩን ድብል ዘለኹ ብፁዕ ኣቡነ መርሃ ኣቦና እዮም ያው ብፁዕ ኣቡነ ማርቆስ እዮም ይመርሕዎ ነይሮም ብፁዕ ኣቡነ ማርቆስ እውን ኣቦና እዮም ኩላቶም ኣቦታትና እዮም ግን ንምንታይ እዩ እንታ ኮይኑ እዩ ምክንያት ምክንያት ዘይቀረበ ወይ ብፁዕ ኣቡነ መርሃ ክመርሑ ድዮም ደኺሞም ድዮም ኣብቲ ዕለት ምስ ምክንያቱ ኣገልግሎት ኣሎ ድኻም ኣሎ ብከምኡ ድዩ ወይስ እንታይ እንታይ እዩ ጉዳይ ኣብታ ናይ መግለፅኹም እውን ኣብታ ናይ ሪፖርት ቀርብ ከሎ እውን መካየዲ ስራሕ ምሳና ኣይነብሩን ድብል እውን ኣቐሚጥካትኩም ኣለኹም ኣበይ ዳ ነይሮም ከመይ እዩ እዚ ጉዳይ እዚ ስለዚ ንምንታይ ኢና እዚ ነውፅኦ ዘለና ክንብል ከለና ካብ ባሕሪ ብጭልፋ ኢና ነውፅኦ ዘለና እምበር እቲ ንፈልጦ እንተውፂእናዮማ ከቢድ እዩ ዓመት ሙሉእ ከመይ እናተለወሰ እናተለወሰ ከም ድመፀማ ሕድሕደ ንፈልጠን ኢና ግን ውሉድ ቤተ ክርስቲያን ስለ ዝኾንና ከምቲ በልናዮ መንበረ ሰላማ እውን ተጀሚሩ እስካብ ዝውዳእ ብፍልጠትና ብገንዘብና ብጉልበትና ድቃስ ስኢና ቀትርን ለይትን ዝጸዓርናሉ እዩ። ስለዚ ከም እንቋቑሖ ስለ ንሕልዎ ክስተኻኸል ዝግብኦ ድኣ ኢልና ንዛረብ ዘለና እምበሪ ጉድለቱ ካብ መዓዝ እዩ ጀሚሩ እንታይ እዩ ኮይኑ እንታይ እዩ ተፈፂሙ ኣዘብለና ኮ ንፈልጦ እኮ ኢና ስለዚ እተን ንሳቶም ኣብኣ ዝፈፀምኩምወን ኣብ ኣደባባይ ቀትሪ መዓልቲ ኢና ነቲ ኣብኡ ዘይነበረ ሰብ ወይ ድማ ብምድያ ንኸይቃላሕ ኣብኡ ዝተረፈ ነገራት ኢና ንህዝብና ነብል ዘለና ኣብኡ ዝተረፈ ክንብለኩም ከለና ብምሽጥር ተባሂሉ ዘይኮነሲ ምድያታት እውን ኣብኡ ዝነበራ ከውፅኦ ክኽእላ እንድየን ግን እስካብ ከዚ ስለ ዘየውፅኦ ማለት እየ እምበሪ ብምሽጥር ይትረፍ ዝተባሃለ ብምሽጥር ዝተረፍ ተባሃለ ንሕና ኣይነውፅን ምሽጥር ኣቦታትና ምሽጥርና ስለ ዝኾነ ምሽጥር ቤተክርስትያን ምሽጥርና ስለ ዝኾነ እዚ ናብ ሚድያ ኣይተውፅእ ምሽጥር እንድሕር ተባሂሉ ኣይነውፅን ንሕና እውን ብፍፁም ግን ቃልዕ ዝተዘረበ እዚ ጉዳይ እዚ ንምንታይ እዩ እዚ ኮይኑ ስለዚ እዚ መንፈሳውነቱ እንታይ ይኸውን ኣሎ ብፁዓን ኣበው ሊቃነ ጳጳሳት ቡራኮኹም ይብፅሓና ናበልና ሓሲሱ ኣሎ በቃ እቲ ሚዛናዊ ናይ ቅዱስ ሲኖዶስ ትብል ብፁዓን ኣበው ሊቃነ ጳጳሳት ዝተኣከብዎ ይትረፍ ሓደ መራሒ ከማን ከምዚ ዓይነት ፓርላማ ከስምእ እዩ ክእክብ እዩ ተወከልቲ ናይ ህዝቢ ተወከልቲ ዝበሃሉ ኣብኡ መደረ ከስምዕ እዩ ክበሃል ከሎ እኮ ኩላ እዝና እኮ ኩር ኣቢላ እኮ እያ ትዳመፅ ነይራ ከም ሎሚ ኣይኹን ቀደም ከም በዓል ንበዓል መለስ ክዛረቡ ከሎ እንታይ እዩ ስሙ ክዛረብ እዩ እንታይ እዩ ስሙ ክበሃል ከሎ ከመይ ድዩ ነይሩ ስለዚ ህዝቢ ክርስቲያን እውን ንዓኻትኩም ይፅበ እዩ ነይሩ ኣይነ ክሉ ይሴፎ ቺሃከ እዩ ነይሩ ኣተሓሕዙ ደኣ ይኸኣልካትኩም እምበር ስለዚ እዚ ክስተኻኸል ኣለዎ እዚ ጉዳይ እዚ ሓደገኛ ጉዳይ ስለ ዝኾነ እዚ ከም ሃለይላይት ኢና ንብሎ ዘለና ከም እንታይ እዩ ስምካ እቲ ናይ ሃገረ ስብከት ሪፖርት ከመይ ቀሪቡ ገለ ቀሪቡ እዚ ይፅንሐልና እዚ ይፅንሐልና ክንምለሶ ኢና ቡምባ ፀገንኹ ጉድጓድ ከዓትኹ እዚ ስቂልካ ይፅንሐልና ክንምለሶ ኢና ይፅንሐልና ክንምለሶ ኢና ኢልናኩም ኣለና ኣብዘን ናይ ሰለስተ እዚአን ክንሰርሕ ክንብል ከለና ግን እዚ ጉዳይዚ ከይዓበየ ከሎ ክስተኻኸል እዩ ደሎ እናበልና መፅሓፍ ተመሪቑ ድማ ኣብታ መፅሓፍ ኢና ክንሰ መፅሓፍ ብሄረ ህግ ተባሂሉ ተመሪቑ ቅድም ቀዳድም ሕጊ ቤተ ክርስቲያን ተባሂሉ ዓሚን ዝተመረቐ ኣበይ ውዓለ ኣብ መስርሕ ደሎ እተን ቤተ ክርስቲያን ይሰርሓሉ ዶ ኣለዋ ይመሓዳረሉ ዶ ኣለዋ ኣብ ታሕቲ ወሪዱ ይስርሖ ዶ ኣለዎ ዝብል ክረኣ ነይርዎ እቲ ዋና ጉዳይ ግን ዓሚ ዝረቐቐ ሕገ ቤተ ክርስቲያን ዝፀደቐ ዝተመረቐ ሕገ ቤተ ክርስቲያን በብኣህጉረ ስብከቱ ሰባት ተመዲቦም ንኽርእይዎን ንኸርቁን ሓሳባት ንኽህቡን ካብኣታቶም እውን ነይረ እየ እውን ተሳቲፈ እየ ንሱ እኳ ክንደይ ነቒፍናዮ ብዙሃን ኣየሳተፈን ሊቃውንቲ ኣያሰተፍን እቶም ዝተሳተፍና እውን እዚ እዚ እዚ እዩ እተኢልና ኣይተሰማዕናን ኢልና መረረት እናቕረብና እናሃለና ሎሚ ድማ ጭራሽ ጉባኤ ዘይፈልጦ ኣቦታት ዘይፈልጥዎ በዘይካ ውሑዳት ኣቦታት ሊቃውንቲ ኣብ ታሕቲ ዘለዎም ኣጉደፍዎ ማንም ዘይፈልጦ መፅሓፍ ተመሪቑ ኣለሎም እዚ ማለት እዩ ብሄረ ህግ እዛ መፅሓፍ እዚኣ ሽዱሽተ ሚእቲ ገጽ ዘለዋ ሓደ ሽሕን ሓደ ሚእትን ሰማንያን ኣንቀጻት ዘለዋ ኣብ ውሽጣ ዓሰርተ መጻሕፍቲ ዘለዋ ዓብዪ መጽሓፍ እዩ ስንክሳር ወልዎ ክንዲ ዝኣክል መጽሓፍ ክጽሓፍ ከሎ ብፁዓን ኣበው ሊቃነ ጳጳሳት ዘይሰምዕዎ ዘይዘተይሉ እንታይ ተረኺቡ? ውሑዳት ኣቦታት ብፍላይ ድማ ብዝሓለፈ ናብ ኣዲስ ኣበባ ልኡካን ዝሰደዱ ወይ ድማ መግለፂ ዘውፅኡ ንሕና እውን ኣብዚኣ ግልፂ ዘይኮነ መግለፂ ኢልና መብራህርህ ዝሃብናሉ ዝህብዎ ኣመክንዮ ኣሎ ተኣኪብና ኢና ብወርሒ ነሓሰ ኢላቶም እዮም። ብወርሒ ነሓሰ ግን ምናልባት ንሳቶም ተኣኪቦም ክኾኑ እምበሪ እቶም ካልኦት ኣይተኣከቡን። ካብቶም ዓበይቲ ብፁዓን ኣቦታት ዝበሃሉ እኳ ኣቡነ ኢሳይያስ፣ ኣቡነ መርሃ ክርስቶስ፣ ኣቡነ መቃርዮስ ኣብኡ ኣብ ኣፍንጮም ኣብ ኣክሱም እናሃለወ ኣይተኣከቡታን ኣይፈልጥዋቶን እውን እቶም ስራ ኣስካጃት እውን ኣይፈልጥዎን እዚ ጉዳይ እዚ ኣይዘተይሉን ናብ ደገ መጉደፍዎ ናብ ደገ ግደፍዎ ዓሚ ናብ ደገ ርኦይዎ ተባሂሉ ሓሳብ ሃብሉ ተባሂሉ መምርሒ ብተዋሃበና ምክንያት በብሃገረ ስብከቱ ኣጀንዳ ተገይሩ ኣኼባ ተዘትዩ እሞ መን ክንዝቲ ተባሂሉ ሰባት ተመልሚሎም እዮም ካብ ኣውሮፓ ኣሜሪካ ኣብ ኩሉ ሎም ግን እንኳን ናብ ደገ ይትረፍ ኣብ ዓዲ ደሎ እውን ኣይበሉን ስለዚ መን እዩ ከምኡ ትገብሮ ደሎ እዩ ራኣ እቶም ብፁዓን ኣቦታትና ሰለስተ ይኹኑ ሓሙሽተ ብዘየገድስ ተኣኪቦም እንድሕል ኮይኖም ኣብ ወርሒ ነሓሰ ርእዮሞ እንድሕል ኮይኖም ፅቡቅ ይረእይዎ ንሳቶም ርእዮሞ ማለት ኣቦታትና እዮም ፀገም የብሉን ኢልና እስኪ ንውሰድ ነገር ግን ንክንደይ መዓልቲ እዮም ተኣኪቦም ተኣኼባ ይፈልጣ እዩ መዓልቲ ከም ዝነበረት ወጺሖም ዝመለሱላ ነይራ እያ ንታ ዕለት ንሳ ክእከቡ ከለዉ ሽዱሽተ ሚእቲ ገጽ ዘለዎ ሓደ ሽሕን ሓደ ሚእትን ሰማንያን ዓንቀጻት ዘለዎ ኣብ ሓደ መዓልቲ ድዮም ኣንቢቦም ኣሪማቶም ወዲኦም ምስኪ እግዚኣብሔር ያርእኹ መለኮታዊ እንታይ እዩ ተኣምር እኮ እዩ ኣብ ሓደ መዓልቲ ኣሪምካ ይውዳእ ኣንቢብካ ይውዳእ እረ ሰሙን እስኪ ይፅንሑ ንበል ሰሙን ኣይፀንሑ ንበሪ ሰሙን ከተድፀንሑስ ክውድእዎ ድዮም ኣሪሞም እዚ ጌጋ ኣለዎ ኣይ እዚ ይውፃእ እዚ እቲ ክበሃል ኣይኮነን ሓደ ናይ ሓደ ፀሓፊ ናይ ሓደ ታራ መፅሓፍ እኳ እስኪ ርኦይዎ ተባሂሉ ኮን ሰብ እኮ ይወሃብ ኮ ኣይኮነን እዩ ቅድሚ ምሕታሙ ኣቦታትና ንሕና ክንግልገለሉ ኣይኮንኩም እንዲኹም ትሕትምዎ ዘለኹም ንመን ድዩ ንህያዋን ንሕና ንነብር ዘለና ኮ ንምውታን ኣይኮነን ኮ ድሕተም ደሎ ንሕና ብህይወት ከለና እንድሕል ደይረአናዮ ንዓና ክዳንየና እዩ ዝበልናዮ እንድሕል ደይረአናዮ ሊቃውንት ክዳንዮም ብሊቃውንት እንድሕር ዘይተፈተ ኣቱም ኣቦታት መዝሙር እኳ ታራ መዝሙር እኮ ብሊቃውንቲ ተፈቲሹ ብሊቃውንቲ ተመርሚሩ ኢላቶም እኮ እዮም መዘምራን ኣሕዋትና ደመርቕዎ ደሎ ታራ መፅሓፍ እኳ ናይ ታሪክ እንድሕል ኮይኑ ብታሪክ ምሁራን ናይ ሳይኮሎጂ እንድሕል ኮይኑ ብኸምኡ ፊሎሶፊ እንድሕል ኮይኑ ብኸምኡ ብሰብ ሞያ ብሰብ ሞያ ናይ ድጓ ወይ ካልእ ጸዋትወ ዜማ እንድሕር ኮይኑዎ ብኸምኡ ዝፈልጡ ኣቦታት ኮ እዮም ርኦይለይ ኮ ድበሃልኮ ጭራሽ እዚ ናይ ቤተ ክርስቲያን ዓብዪ ሕጊ እናተባህለ ማንም ከይረኦዮ ውሕዳት ኣቦታት ርኢናዮ ኢና ዕወጥዎ ዕወጥዎ ኢልካ ክሕለፍ ብፍፁም ዓብዪ ጌጋ እዩ ዓብዪ ጌጋ እዩ ወይለከ ኣቦታት ጳጳሳት እውን ድሕር ደይረኣይዎ እቶም ስራሕ መከየድቲ እውን ድሕር ደይረኣዩ መን እዩ ርእይዎ እስኪ ሕራይ ከምቲ ኣንተ ዶልኩም ተወሰኑ ኣቦታት ርኢናዮ ኢና ተሰብሲብናዮ ኢና ኢለ ብኸመይ ብኸመይ ስለዚ እዚ ጉዳይ እዚ ከቢድ እዩ ሕራይ እስኪ ኣቦታትና ርእዮሞ እዮም ንበል እስኪ እንታይ ይመስል ቀንጭብ ኣቢልና ኢና ንብል ኣለና ከዚ እውን ኣይወዳእናን ብፍላይ እዛ መፅሓፍ እዚኣ ምስ ብዙሓት ሊቃውንቲ ክንመፃ ኢና እንተ ርእዮሞ ኮይኖም ትሕዝቱ እስኪ እንታይ ይመስል ናይ ውሽጢ ግንፅል እስኪ ብልዎ ግንፅል ክብል ከለዉ ትሕዝቱ እዚ ርኢኹም እንታይ ይብል ኣሎ ኣብ ትሽዓተ ሚእትን ዓሰርተ ሓሙሽተን ኣንቀፅ ማለት እዩ መንፈሳዊ ኮሌጅ መቐለ ዩኒቨርሲቲ ኮይኑ ኣሎ ይብል ዋ ሓደ ኮሌጅ ናብ ዩኒቨርሲቲ ቅየር ከሎ ብከምዚ ድዩ በቃ በቃ ከምዚ ባጀቱ እንታይ እዩ ትሕዝቱ እንታይ እዩ እንታይ እንታይ ከምባል ኣይዝቶ ቀልል ኮ ኣይኮነን ዩኒቨርሲቲ ማለት ስቁልካ ድዩ ከመይ ተምሃሮ ኣብኡ ይነብሩ ኣለዉ መፅሓፍቲ እኳ ዘይብሎም ዓራት እኳ ዘይብሎም ሲ ብከምኡ ድዩ ዩኒቨርስቲ ክኸውን ካብኡ ከዓ ቀፂሉ እንታይ እዩ ድብል ዘሎ ክብራት ህዝበ ክርስትያን መንፈሳዊ ኮሌጅ መቐለ መንፈሳዊ ዩኒቨርስቲ ይብል ድማ ይብል እሞ ድሕርኡ ሕድሕድ ሃገረ ስብከት ማለት እዩ

ናይ ቅዱስ ፍሬምናጦስ እንታይ ይብለ ኣሎ ቁፅሪ ሓደ መንፈሳዊ ዩኒቨርሲቲ ቅዱስ ፍሬምናጦስ ኣባ ሰላማ ከሳቴ ብርሃን መቐለ ድደልኦሞ ይዝንግዐክን ኢሉ ሰብኣይማ ካብኡ ቀፂሉ ካብ ቁፅሪ ክልተ እንታይ ይብል መንፈሳዊ ኮሌጅ ቅዱስ ያሬድ ዋና ቅፅሪ ኣክሱም ፅቡቅ

ሑመራ መንፈሳዊ ኮሌጅ ቅዱስ ፍሬምናጦስ ዓዲ ጉደም ዋ ሽም ከየለ እንዲ ካልእ ድሕሩስ ተጣይሹ እዩ ይቕምጥ ነዚ ቦታትና ንሳትኩም ከም ትችት ከም ነቐፌታ ትቆፅርዎ ትኽእሉ ግን እዚ ነቐፌታ ኣይኮነን እዚ ከም ነቐፌታ ትርእዩ እንድሕር ኮይንኩም ክትእረሙ ዘይትደልዩ መለኮታዊ ሓይሊ ኣለና ኢልኩም ትኣምኑ ጥራይ ጥራይ ኢኹም ማለት እዩ ምክንያቱ እንታይ ድያ ደላ ድበለ ተዛረበ ብገለ ኩርሚት ወይ ብደመወዙ ወይ ብምሃይኡ ወይ እውን ብናይ ፖለቲከኛታት ኻልእ ክዕዘቡ ከይኮኑ ዝኸዱ እቶም ፖለቲከኛታት ሕጊ ቤተክርስትያን ወይ ቀኖና ኣይኮነን ምክንያቱ ንቤተክርስትያን ወይ ድማ ነቲ ድሓሰዎ ኣዕንቃፊ እዩ ዝበልዎ ሰባት ንምርኣይ እዩ ካልእ ኣይኮነን ስለዚ እዚ ጉዳይ እዚ ሰብ ተሳቂቑ ተሳቂቑ ፖለቲካ ተሳቀቑ ከይኣክል ሽም እናተዋሃበ ሕብሪ እናተዋሃበ ኣብ ጉሩብ እናተለጠፈ እዚ ደኣ ናይ በዓል እኸለ እንድዩ እዚ ደኣ ናይ በዓል እኸለ እንድዩ እናተባህለ ንዝተዛረበ ሰብ እናፈረጅካ ምኻድ ግዜኡ ከብቅዕ ኣለዎ ግዜኡ ከብቅዕ ኣለዎ ብሓሳብ ዘተቃወመካ እዚ ናይ በዓል እኸለ እዚ ከምዚ እዩ እዚ ዘይበርሃሉ እዩ እናበልካ እሞ ድማ ኣብ ቤተ ክርስቲያን ፅቡቅ ኣይኮነን ስለዚ እዚ መጽሓፍ እዚ ተሓቲሙ ዶ ኣሎ ወይ ድማ ተመሪቑ ዶ ኣሎ ብሪማን ገይርካ ገለ ብዓጀባ እዩ ከምቲ ድረእኻትኩም እንደገና ክረአ እዩ ዘለዎ እንተኾነ እንተኾነ ሊቃውንት ብደንቢ እዮም ክርእይዎ ዘለዉ ነዚ ብደንቢ እዮም ክርእይዎ ዘለዉ እንታይ ድዩ መስለካትኹም ዘጠራጥር ይቕረታ ደኣ ግበሩልና እምበረይ ኣብታ መግለፅኹም እኳ በስመ ኣብ ዝረሳዕኹምሲ ኣብዚ ዓብዪ መፅሓፍ እዚ ክንደይ ረሲዕኹም ትኾኑ ክብሉ ክኽእሉ እዮም ሊቃውንት ሊቃውንት ከምኡ ክብሉ ክኽእሉ እዮም ግን እንታይ እዩ ኣጋጢሙ ደሎ ድሮ ተጰጲሶስ ንሊቃውንቲ ተረሲዖም እንታይ ድበለ ተምሃርሲ ቅንየ እዩ ድምሃር እቶም መምህር ሊቅ እዮም ተምሃር ግን ዋላ ሓደ ኣይነበሮ ኣይጠፎ ድሕሪ ግን ስሒሎም ስሒሎም ስሒሎም ስሒሎም ዳሕን ኮይኑ ብርእሰይ ክኢለ እየ ኢሉ ድሕርኡ ትዕቢት መፅያ ኣብ ርእሱ ኮፍ ኢላ ሕሩ እንታይ ኢሉ ኣነ ኣኣቢዮ ለኣዊ እዝን በዳሃሪ ዘወቀልኩ ቀርኒ ኢሉ ተቀንዩ ኣሎ ያው ሊቃውንቲ ትፈልጥዎ ኢኹም ከምኡ እዩ ዝረአየን ዘሎ ኣነ ትማሊ ኣቦታትና ኢልና ባዕለትና መልሚልና ዝሸሙናካቶም ኣቦታት ክትጉተትልና ኣይኮነን ጎይቶት ክትኾንና ኣይኮነን ልክዕ ከም ክርስቶስ ኣርኣያ ኮይንኹም ደቅና ኢልኹም ትሕት ኢልኹም ክተገልግሉና እዩ እምበር ዘፀሃፍኩ ፀሃፍኩ ክትብሉና ብፍፁም ኣይንቕበሉ ብፍፁም ከምኡ ዓይነት ክሰርሕ የብሉ ዕስራን ሓደን ክፍለ ዘመን እምበኣር ምስ ኣቦታትና ክንምለሶ ስለ ዝኾንና ናብቲ መግለፂ እስኪ ንኸድ መግለፂ መግለፂ ዘይብሉ መግለፂ እዩ መግለፂ ቅዋም ይብል ረእይዎ መግለፂ ቅዋም ክብል ከሎ እስኪ ስእልኩም እስኪ ረእይዋ ንሓንቲ ደቂቕ ኣይተንብዋ ስእልኩም እስኪ ረእይዋ ካብ ላዕሊ እስካብ ታሕቲ ክልቲኦን እስኪ ረእይወን ረእይወን እሞ መጀመርያ ቕድሚ ናብ ውሽጢ ትሕዝትኡን ኸድና ኸዚ እዚኣስ ከምዚኣ ገይራ እንድሕል ወዲቓ ረኺበያስ ናይ መን እየ ክብላ እስኪ በቃ ሎጂክ በቃ ናይ መን ናይ መን ንብላ ናይ መን ኣቱም ሰባት ኣብዚ ዓዲ እንድዒ ኣብ ዓድና እንድዒ ከመይ እዩ እምበሪ ፌርማ ዘይብሉ ማይተም ዘይብሉ ሄድሌተር ዘይብሉ ሎጎ ዘይ ዋይ እንታይ እንታይ እዩ እዚ እንታይ እዩ እንታይ ኢና ክንገብሮ መን እዩ ፅሒፍዎ ወይለከ ናይ ፍቅሪ ደብዳቤ እኳ ናይ መን ምዃኑ ክፈልጥ እኳ ወይ ሽምካ ብታሕቲ ተቐምጠሉ ኢኻ ወይ ዝኾነ ምልክት እኮ ትገብረሉ ኢኻ ስለዚ እንታይ እዩ ዝግበር ዘሎ ማይተም ዝረስዐ እሞ ድማ ብጉባኤ ኣነስ ናይ ብሓቂ እስኪ ማምላክን ኣነስ ግርም ኮይል ማምላክን እስኪ እቲ ዝፀሓፈስ ይርስዖ እየ ንበል ክንበብ ከሎሲ ብምልኦም እዞም ኣቦታት ብምልኦም እዞም ኣብኡ ዝነበሩ ሊቃውንት ዋ ንምንታይ ደኣ በስምኣም ዘይብሉስ ብስምኣብ ተኣኪብናስ ንምንታይ በስምኣም ደኣ ረሲዕና ኢሎም ትዝ ኣይበሎምን ማለት ድዩ? ኣነ ግን እንታይ ገሚተ ኣብኡ ከይተነበበ ዶ ስቕ ኢሉ እንታይ ማለት ምክንያቱ ገሪሙኒ ስለ ዝገረመኒ ስለ ዝገረመኒ ግርም ይብል እሞ እንኳን ክንዲ ዝደኣክል ወረቀት ይትረፍ ደቅና እኳ ንኣሽቱ ደቅና በስማም ኢሎም ከየማዕተው ኣይወልዑን እዮም ወላ ኣብዚ ዓዲ ኣይወልዑን እዮም ታወኹ እንታወኹ ስለዚ ኣቦታትና ምናልባት ስራሕ በዚሕኩም ህውኽ ኢልኩም ትኾኑ ሓንሳብ ይርሳዕ እዩ ግን ዘይርሳዕ ኢኹም ረስዮ ዘይርሳዕ ኢኹም ረስዮ ዘይርሳዕ ረስዩ ብስም ኣብ ዝተኣከበ ናይ መንፈስ ቅዱስ ጉባኤ ከመይ ገይሩ ስም ኣብን ስምን መንፈስ ቅዱስን ይርስዕ እንተበልና እንታይ ኢና ንብል ወረቀት ዶ ውሒዱ ክኸውን እንታይ እዩ እንታይ እዩ ምክንያት ኮይና ስኢልናዮ እቶም ሰባት ኣብ መወዳእታ ኣተዓፃፅዋ እውን እንታይ እዩ ምስ እግዚኣብሔር ባእ ዝደሎ ወድ መስል ዝወረቀ እዚ ናይ ብሓቂ ፅሑፍ ክርእዮ ከለኹ ምስ ምስ ሃይማኖታዊ ባእሲ ዘለዎ ዘይመስል እምበር ከብስሩ ኣቦታት ድዮም ፅሑፎ እሞ ካብቲ ጉባኤ ንሱ ድዩ ወፂ ይብል ንዚ ክንዛረብ ከለና ብጉሩብ ይኹም ብተናፀል ሓሳብ ክህብ ዝደለየ ሰብ ኹፉት እዩ ብፍላይ ድማ ኣብ ሰዋስብ ሚድያ መፂኡ ዝሙግት ነዚ ሓሳብ ንህቦ ዘለና መልሲ ዝህብ ከም ስእለት ኢና ንቆፅሮ ከም ስእለት ካብኡ ሓሊፉ ብውሽጢ ሕቱኽቱኽ ዝብል ሰብ ግን ማል ሓደ ማል ሓደ ኣይንሰምዕን ኣይምልከተናን ጉዳይና እውን ኣይኮነ ሓሳብ ዘለዎ እቲ ትብሎ ዘለካ ሰዋስው ሚድያ ጌጋ እዩ ብከምዚ እዩ ኢሉ ክምልስ ወይ ከብራህርህ ዝደለየ ሰብ ዝኾነ ይኹን ሰብ ክመፅእ ክኽእል እዩ ብፍላይ ዝምልከቶም ኣቦታ ብፍላይ ድማ ንዚኣ ዝፀሓፈ እንታይ እዮም ኢሎም ዝበሃል ምስላ ምስላሲ ብዙሓት ሰባት ይምስልዋ እዮም ኣብ ብዙሕ ሰባት ሰሚዕኹማ ትኾኑ ኢኹም ሰባት ሲ ብዙሕ ለካ ቀዲሶም ዘይኽእሉ ሰባት ነይሮም ያው ከምቲ ትፈልዎ ኣብ ቤተክርስትያን ኩሉ ብቢ ዓቕሙ ብቢ ተውህቦ ኣለውና እቶም ሊቃውንቲ ኣይነበሩና ቀዲሳቶም ወፂኦም ቀልጥፍ ቅልጥፍ ተባሂሎም ቀዲሶም ወፂኦም ድሕሩ ቅዳሴ ከመይ ኢሎም መዓልቲ ፅቡቅ ደቂ ቀዲስና ፅቡቅ ደቂ ቀዲስና ተባሂሎም ዋ ብጣዕሚ ፅቡቅ ቀዲስና ኣሃዱ ረሲዕናዮ እምበር ኢሎም ይበሃሉ ኣሃዱ ኣብ ቅዱስ ረሲዕናዮ ኣሃዱ ኣብ ቅዱስ ኣሃዱ ወልድ ቅዱስ ኣሃዱ እቲ መንፈስ ቅዱስ ረሲዕናዮ እምበሪ ብጣዕሚ ፅቡቅ ነይሩ ኢሎም ይበሃል ስለዚ ኣቦታትና ከዓ ወኖኹም ደስ ይብል ናይ ብሓቂ ሞራልካትኩም እውን ደስ ይብል ደለካትኩም ሓቦ እውን ደስ ይብል ኣብ መግለፅኹም ይቕረታ ዝሓተትኩምዎ እውን ዝያዳ ማራኺ ንቅድሚት ክንሰርሕ ኢና ድበልኩምዎ እውን ልብኻ ዘረስርስ እዩ እቲ መግለፂ እውን ፅቡቅ እዩ ግን በስምኣም ረሲዕኹማ በስምኣም ረሲዕኹማ ስለዚ በስምኣም ክርሳዕ ከሎ ኣነ ንሕና ሰዋስብ ሚድያ ውላድኹም ስለ ዝኾንና መንበር እውን መንበርና ስለ ዝኾነ ንፀረሉ ስለ ዝኾነ ሕርር እናበልና ንውሕጦ ኢና ካልኦት ሰባት ግን እንታይ እዮም ዝብሉ እዚኣ ጽሕፈት እዚኣ ናታቶም ኣይኮነትን እዮም ድብልኹም እወ ከምኣ እያ ትበሃል ደላ እውን ምክንያቱ ጨና ጨና ናይ መንፈሳዊ ጨና ሲ ከምዚ ኢልካ ሲ ዳርጋ የብላን ኣብ ማእኸላ ይኹን ካብ ጫፋ እስካብ መወዳእታ የብላ መግለፂ ቅዋም ኢልካ ዶ ይጅመር እዩ ስሩ ንሕና ጓየተኛታት እንታይ እዩ ጓየተኛታት እቲ ቅዱስ ሲኖዶስ እቲ መንበረ ሰላማ እቲ ኣክሱም እቲ ብፁዓን ኣበው ሊቃነ ጳጳሳት እቲ ናይ ሰበካ መንፈሳዊ ጉባኤ ናበይ ኮይዱ እዩ ጉባኤተኛታት ተባሂሉ ዝተጀመረ መግለፂ ቅዋም ከ ናይ ምንታይ ቅዋም እዩ ናይ ጉባኤ ዘይኮነ ስለዚ እዚኣ ብጥርዓ ኣብ ፖለቲካ ዝተለምደት መግለፂ እያ ትመስል ይብሉ ብዙሓት ነዚኣ መልሲ እንድሕላ ኣልያትኩም መልስሎም መልስሎም ንሕና እኳ ናይ ፖለቲከኛታት ኣይንብልን ያው ኣቦታትና እዮም ፅሒፎማ ንብል ግን ምስዚ ናይ ኸዚ ዘሎ ስምዒትን ምስዚ ናይ ኸዚ ዘሎ ናህርን ምናልባት ግዲ ፅሊ ኣቢልዎ እምበሪ ኢና ንብል ሓፈሻዊ ግን ኣብኡታት ዘለዉ ቃላት ዝበሃሉ ንመንፈሳዊ ዝዕድሙ ኣይኮኑ ካብ ንመንፈሳዊ ዝያዳ ኣፀሓሕፎም መቐረት መቐረት ዝበሃል ኣሎ መቐረት ፀብሒ ሲ ኩሉ ፀብሒ እንድዩ ግን መቐረቱ ዝጥዕም ፀብሒ ኣሎ ስቕ ኢሉ ማይ ማይ ዝብል ኣልጫ ኣልጫ ዝብል ፀብሒ እውን ኣሎ ስለዚ ናይዛ መግለፂ እዚኣ እውን መቐረታ መንፈሳዊ ትሕዝቶ መቐረት የብላ ፖለቲካዊ ትሕዝቶ መቐረት እዩ ዘለዋ ፖለቲካዊ ትሕዝቶ መቐረት እዩ ዘለዋ በስመ ኣም ዘረስዐት እንድሕር ኮይና ወስብሃት ለእግዚኣብሔር ዝረስዐት እንድሕር ኮይና ኣበይ እያ መንፈሳዊ ትኸውን? ናይ ኣቦታትና ፌርማ ዘይብላ እንድሕር ኮይና ናይቲ ቅዱስ ሲኖዶስና ናይ መንበረ ሰላማና ሎጎ ሄድ ሌተር ዘይብላ እንድሕር ኮይና ማይተም ዘይብላ እንድሕር ኮይና ኣበይ ከባቢ እያ ኣበይ ከባቢ እያ ሓፈሻዊ ግን ነመስግን ስለ ፃዕርካትኩም ብጣዕሚ ኢና ነመስግን ብድበለፀ ድማ ኣብዚ ሎሚ ተካይድዎ ዘለኹም ምሸት ሰንበት ትማሊ ምሸት ማለት እዩ ብዋዜማ ብፀሎት ጀሚርካትኩም ኣለኹም ብፃናዎ ሊቃነ ጳጳሳት እግዚኣብሔር ይሓግዝካትኩም እግዚኣብሔር ይሓግዝካትኩም ይርድኣና እዩ ናይ ብሓቂ ኣብ ፈተና ኢኻትኩም ዘለኹም ዘለኩም ፈተና ይርደና እዩ እዚ ሎም መዓልቲ እንተዘይወዳእኹም እውን ፅባሕ ሓፈሻስ ኣብዚ ክልተ ሰለስተ መዓልቲ ዘጋጥመኩም ወይ ድማ ዘለኩም ዋዕላ ኣፀቢቕና ስለ ንፈልጦ ኮፍ ኢልካ ምዝራብ ይቐልል ይኸውን እምበሪ ኣባኻትኩም ዘሎ ከብድ እዩ ይርድኣና እዩ ውሽጢ ስለ ዝርድኣና እዩ ግን ተኸውድዎ ዘለኹም ባዕላትኹም ተኸውድዎ ዘለኹም ባዕላትኹም ይኹምና እዚ ዝኸበደ ዝመስል ድማ ባዕላትኩም ቅርብርብ ኢልኩም ካብ ናይ ፖለቲካ ናብ መንፈሳዊ ኣዘንቢልኩም ብመንፈሳዊ ተረዳዲእኩም ተቀራሪብኩም ንንባዕልካትኩም ተኸባቢርኩም ንንባዕልካትኩም ሕደግ ሕደግ ተባሂልካትኩም ይቕረ ይቕረ ተባሂልካትኩም ክተቐፅልዎ ትመንበር ሰብ ሙሉእ ተስፋ ኢና እንተዘይኮይኑ ግን ኣብ ድሕሬና ዝስዕብ ውርዴት እንደ ክንሽከሞ ኣይንኽእልን ብጣዕሚ ከቢድ እዩ ብጣዕሚ ከቢድ እዩ ስለዚ እግዚኣብሔር ሓገዝካትኩም ኣቦታትና ብራኮይኹም ይብፅሓና ናይ ኩላትኩም ንሎማዓቲ ኣብዚ ወዲእና ኣለና እቲ ናታትኩም ናይ ብፁዓን ኣበው ሊቃነ ጳጳሳት ጉባኤ ብሰላም ምስ ወዳእኩም ድማ ብዝያዳ ጥቕልል ኣቢልና ክንምለሶ ኢና ስለዚ ከዚ እውን ንዚ ፕሮግራም እዚ ሰሚዕካትኩም ኣብ መንጎ ጉባኤ ሰሚዕካትኩም እዚ ናብዚ ዘይኮንኩም ናህሪ ናህሪ ትብሉስ እህ ለካ ኣብዚኣ ተጋጊና ኢና እዚኣ ድኣ ብከመይ ከመይ ነስተካክላ ኢልኩም እንተስተካኪልኩም እዩ ፅቡቅ ምክንያቱ ክስተካከል ስለ ንፅውዕ ዘለና ፃውዕት ኢና ነቀርብ ዘለና ብግልኹም ንማንም ንማንም ንማንም ተቃውሞ የብልና ምስ ማንም እውን ቅርሕንቲ የብልና ምስ ኩልኹም ንዳወል ምስ ኩልኹም ንቀራረብ ኣቦታትና ኢኹም ከም ተቕዋም ግን ከም መንፈሳዊ ተቕዋም ግን ክንሓልፎ ዘይንኽእል ደረት ኢና ንዛረብ ዘለና ናይ ግልና ጉዳይ ኣይኮነን ወይ ናይ ምግሳፅን ወይ ናይ ምውቃስን ወይ ናይ ምንሻውን ፅምእ ስለ ዘለና እውን ኣይኮነን ድቃስ ስኢኑና ስራሕና ገዲፍና ካብታ ዘላትና ናይ ድቃስ ሰዓትና ናይ ዕረፍቲ ሰዓትና ሓንቲ ሰዓት ድያ ክልተ ሰዓት ሰላሳ ደቂቕ ድያ ዓስረ ደቂቕ ሰዊእና ኢና ንቤተ ክርስቲያን ኢልና ከም መባ ኣብዚ ንሰርሕ ዘለና ከምቲ ንሳትኩም ኣብኡ ብኣካል ትሰርሕዎ ዘለኹም መስዋእቲ ትኸፍልዎ ዘለኹም ሓዊ ትቃፀልዎ ዘለኹም በዚ ንዓኻትኩም ዘይምጥን ገሊኡ ይፀርፍ ገሊኡ የዋርደካትኩም ገሊኡ በዚ ይብል ኩሉ ክኢልካትኩም ትሰርሕዎ ዘለኻትኩም ንሕና እውን ብቓዕምና ንቤተ ክርስቲያንና ድምፂ ክኸውን ንዓኻትኩም እውን ሓይልን ድጋፍን ክኸውን እዩ ኢልና ኢና ንሰርሕ ዘለና እዚ ከም ተቃውሞ ትርእይዎ እንድሕል ኮይንካትኩም እንታይ ድበሃል ዓሻስያ ሓጋዝያ እንተረኣየትሲ ምልእታያ ተሕብእ ይብላ ኣደታት ስለዚ ንሕና ንሕግዘኩም ኢና ዘለና ንፅዕር ኣለና እምበረ ተፃረርቲ ኣይኮንና ማር ዝነበረና ግዜ ኣብዚ ወዲና ኣለና ክብራትን ክብራንን ሰማዕትና ነዚ ፕሮግራም እዚ ትከታተሉ ዘለኹም ህዝቢ ክርስትያን ሓሳብኩም ኣካፍልና ክለዓል ደለኹሞ ሓሳብ እውን ኣብዚ ፀሓፉልና ምክንያቱ ንጅምር ኢና ዘለና እምበረ ኣብዚ ሰሙን እዚ ጉዳይና ብዛዕባ እዚ ዝኸውን ኣቦታት እናቕረብና ኣብዚ ክንትንትን ኢና። ብፍላይ ብፁዓን ኣበው ሊቃነ ጳጳሳት እቲ ጉባኤ ምስ ዛዘሙ ብመግለጺ ምስ ኣውጽኦ ድማ ኣብዚ መጺና እንደገና ክንትንትና ኢና። ዝነበረና ግዜ ኣብዚ ወዲና ኣለና። እግዚኣብሔር ኣምላኽ ይኽበር ይመስገን። ወስብሐት ለእግዚኣብሔር። ደሓን ኩኑ።